ሰላም ሰላም ተኸታተልቲ ማኪ ሚድያ ንሎማዓንቲ ሕፅር ዝበለትን መሳጢትን መምሃሪትን ዝበለታ ናይ ማኪ ሚድያ ተኸታታሊት ዝኾነት እዚ ዛንታ ይቕረበለይ ሓቀኛ ናተይ ዛንታ እዩ ስለ ዝበለትኒ እየ ንኸቕርቦ ናብ ዛንታ ገይረ ክፋያ ሰዲዳትለይ እስኪ ናብቲ ዛንታ ከብለኩም ሰናይ ምክትታል ሹመይ ይፅናሕ ግና እቲ ዘሕለፍክዎ ናይ ስክስ ግዘ ብዘይ ስክፍታ ብምሉእ ነፃነት ከውግዐኩም ተምሃሪት ዓሰርተ ሓደ ክፍሊ እየ ነይረ ኩሉ ግዘ ክረምቲ ብዝመፀ ቁፅሪ ናብ ቤተሰብ ከይደየ ዘሕልፎ በዚ ምክንያት ናይ ሕዚ ክረምቲ ምስ ኣቦይ ንከሕልፎ ስለ ዝደለኹ ንክልተ ዋርሕ ንምፅናሕ ዝተፈላለዩ ዘድልዩኒ ነገራት እየ ኣኻኺበ ከይደ ኣኮይ ልዕሊ ካልኦት ኣዝማድና ብጣዕሚ እየ ዝፈርቦ ልዕሊ ማንም ንሱ እዩ ዝርድኣኒ ብትምህርቲ ደረጃ ይኹን ብማሕበራዊ ሕይወት ብብዙሕ መልክዕ እዩ ዝርድኣኒ። ብዙሓላ ምስ መሓዙተይ ንኸዋግኦም ዘስክፉኒ ነገራት ምስ ኣቦይ ግና ብግልፂ ኢና ነዕልለሎም። ድሕሪ ናይ ሓሙሽተ ሰዓት ናይ ድኻም ጉዕዞ ኣኮይ ኣብ ዝነብረሉ ዓዲ በፂሐ። ኣኮይ ብስራሕ ምኽንያት ይጥዕሞ ስለ ዘይነበረ፣ ሓደ ናይ ቀረባ መሓዝኡ ንኽቕበለን እዩ ልኢኹለይ። ክጽብቕ መዓት እዩ፣ መልክዑ፣ ቅርጺ ሰውነቱ፣ ኣንደበቱ። ብቻ ብሓደ መዓልቲ ተማሪኸሉ ካብ ዝመጽእ፣ ዳርጋ ናብ ሰሙን ገጸይ ክጸጋጋዕ ኢለ ኣለኹ። ኣብ ገዛ እየ ዝውዕል ኣኮይ በዓል ሓዳር ስለ ዘይኮነ ኣነ እየ ምግቢ ዝሰርሐሉ ገዛ ዘፅሪ ብዙሕ ነገራት ዝገብር ኣነ እየ ብዙሕ ናይ ስራሕ ፃዕቒ ስለ ዘይብለይ ድማ ፊልምታት ኣብ ምርኣይ መፅሓፍ ኣብ ምንባብ እየ ዘሕልፎ ሓለሓሊፉ ድማ መሓዛ እኮይ ፊልምታት የምጸለይ ነይሩ። ዝህበኒ ዝነበረ ፊልምታት ግና ቁሩብ ካብቶም ዝለመድክዎም ዓይነታት ውጽእ ዝበሉ እዮም ነይሮም። መብዛሕትኦም ሴክስ ዝበዝሖም እዮም ነይሮም። በዚኦም ግና ተቓውሞ ኣይነበረንን። እኳ ደኣስ ሕጉስቲ እየ ነይረ። ኩሉ ግዘ እቶም ፊልምታት ክርኢ ከለኹ መሓዛ እኮ እየ ዝሓስቦ። ብሓሳበይ ምስኡ ዝተፈላለዩ ዓይነታት ፆታዊ ርክብ ክፍፅም እየ ዝውዕል። ሓደ ሓደ ግዘ ልዕሊ ዓቕመይ ክኸውን እንተሎ ባዕለይ ንባዕለይ ንምርካዕ ብዙሕ ነገራት እየ ዝገብር። በዚ መንገዲ ንመሓዘኮይ እናዘከርኩ ብሓሳበይ ዝገብሮ ሴክስ ግና ከዕግበኒ ኣይከኣለን። ከምዚ'ለ ክቕጽል ከምዘይክእል ምስ ተረዳእኩ ግና ሓደ ሓሳብ እየ ሓሲበ። ኣኮይ! ብዙሕ ግዘ ቀዳምን ሰንበትን ንስራሕ ካብ ከተማ ይወፅእ እዩ። ነዚ ዕድል እዚ ተጠቒመ መሓዛ ኣኮይ ብጣዕሚ ስለ ዝደበረኒ ፊልም ሒዙለይ ንክመፅእ ነገርክዎ። ኣይደንጎየን። ድሕሪ ፍርቂ ሰዓት መፂኡኒ። በቃ ንስኺ ርኣዪ ኣነ ክኸይድ ኢሉኒ ክወፅእ እንትብል ኣነ ግና ድሌተይ ከምኡን ኣካላተይ ምስ ኣካላቱ ንኽጣበቃ ስለ ዝወሰንኩ ዝገበርኩ ገይረ ከቕርዮ ኣለኒ ኢለ ሓሲበ ነቲ ዘምፀለይ ፊልም ብሓደ ክንርኢ ሓውሲ ምግዳድ ዓይነት ገይረ ኣቕሬዮ ኮነ ኢለ ተዳልየ ስለ ዝነበርኩ ድሕሪ ምሳሕ ፊልም ከም ዝኾነ ነጊረ ጥዕምቲ ምሳሕ በላዕና እቲ ዘምጽኦ ፊልም ጀሚርናዮ ብዙሕ ግዘ ከምቲ ዝነገርኩኹም ወሲባት ስምዒት ዝቕስቅሱ ፊልምታት እዩ ዘምጸለይ ናይ ሎሚ እውን ከምኡ እዩ ነይሩ እቲ ዝሪኦ ዝነበርኩ ልዕሊ ዓቕመይ ስለ ዝኾነ ብድፍረት ኢደይ ናብ ስረኡ ሰዲደ ክነኻኽኦ ጀሚረ። ኣብ ገጹ ምንም ዓይነት ተቓውሞ ስለ ዘይረኣኹ፣ እቲ ኩሉ ግዘ ኣብ ፊልምታት ዝሪኦ ዝነበርኩ ተግባራት እየ ቀጺለዮ። ኣብ መንጎዚ ቅንዕ ኢለ ሪኤዮ። ሕዚ እውን ናይ ቀጽሊ መልእኽቲ ኣሕሊፉለይ። ሕዚ ናተይ ተራ'ዩ፣ ዝዓይነቱ ክዳውንተይ ብፍጥነት ኣውጽኤ። ድላዩ ንኽቕጽል ድላዩ ንኽገብር እቲ ዕድል ኣመቻችየሉ። ቀጺልና እቲ ብሓሳብ ጥራሕ ዝፈልጦ ሰውነቱ ምስ ሰውነተይ ተጣቢቑ። ካሊእ ሙቐት ፈጢሩ እቲ ካሊእ ዓለም ኣስተማቒረዮ ሕጉስቲ ኮይነ ኣብዛ መዓልቲ እዚኣ ጥራሕ ልዕሊ ኣርባዕተ ግዘ ፆታዊ ርክብ ፈፂምና ድሕሪዛ ጥዕምቲ መዓልቲ ክሳዕ ናብ ዓደይ ዝምለስ ኣኮይ ምንም ከይፈለጠ ዳርጋ መዓልታዊና ፆታዊ ርክብ ንፍፅም ነይርና። ጥዑም ናይ ዕረፍቲ ሰዓተይ ኣሕሊፈ'የ ተመሊሰ። በዚ እንገብሮም ዝነበርና ነገራት ድማ ኣመና ሕጉስቲ ነይረ። ፍቕሪ ግና ሒዙኒ ኣይኮነን። ብጾታዊ ርክብ ብእኡ ኣመና ተወሊፈ። ንእኡ እንተ ረኺበዮ ግድን ጾታዊ ርክብ ክንፍጽም ኣለና። እንተ ዘይኮይኑ ግን ኣይክእልን። እዚ ኹሉ እናገበርና'ውን ግና ፍቕሪ ይሓዘንን ሴክስ ጥዑም እዩ ድሕርዚ ግና ውልፍቲ ኮይነ ምስ ብዙሓት ዳርጋ ወጽየየ ኣብ ኩሉ ሕጉስቲ እየ ነይረ ከምቲ መጀመርያ ዝፈጸምክዎ ግና ኣይኮነለይን እቲ ናይ መጀመርያይ ጥዑም እዩ ነይሩ ናይ ሕዚ እውን ዋላ እኳ ጥዑም እንተኾነ ከም ናይ ቀደም ክኾነለይ ከኣለን ዋና መልእኽተይ ግና ብዛዕባ ጾታዊ ርክብ ብግልጺ ምውጋዕ ንጀምር ንምባል እየ ደልየ። ሓጢኣት ወይ ገበን ኣይኮነን። ሰላም ሰላም ተኸታተልቲ ማይኪ ሚድያ ንሎማዓንቲ ሒዘልኩም ቀሪበ ዝነበርኩ ነዚ ይመስል ነይሩ። ኣብዚ ቻናል ሓሳብ ርኢቶ እንተደኣ ሃልዩኩም ኣብ ናይ ኮመንት መፅሓፍ ቦታ ሓሳብኩም ክትገድፉልና ትኽእሉ ኢኹም። ነዚ ቻናል ሓደሽቲ እንድሕር ድኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ተኸታተልቲ ክትኾኑ ንላቦ። ላይክ ሼር ከይትርስዕዎ የቐኔልና። ብቐጻሊ ብኻሊእ ዛንታ ክሳብ ንራኸብ ሰሰናዩ ንኹላትና።